ሰላም ሰላም ከመይ ትኾኑ ከመይ ኣለኹም ሎማዓንቲ ሒዘልኩም መጽየ ደለኹ ኸኣ ብዛዕባ ኣርባዕተ ዓይነት ፐርሰናሊቲ ናይ ደቂ ሰባት ወይ ከኣ ጠባያት ናይ ደቂ ሰባት ክንዛረብ ክፍትን እየ ኣቐዲመ ኣብዚ ክብለኩም ድደሊ ምናልባት ኣብ መንጎ ናይ ቋንቋ ኢንግሊሽ ቋንቋ እንተተጠቒመ ወይ ከኣ ቃላት እንድሕር ተጠቒመ ነቲ ቋንቋ ንምቅላል ወይ ከኣ ንምድብላቕ ንምሕዋስ ዘይኮነሲ ሓድሓደ እዋን ኣጸግም መብለካ እዩ ኣብ መንጎ ክትገልጾም ከለኻ ንዝኾነ ነገር መግለጺ ትስእነሉ እሞ ባዲፉ ከይተረዳኣካ ከምኡ ዓይነት ነገራት ትእቲኻ ስለዚ ኣቐዲመ ንዕኡ እቕሬታ ኣብለኩም ከምኡ ተተጠቒመሲ እቕሬታ ኣይትሓዙለይ ይብለኩም ማለት እዩ እታ ቀዳመይቲ ፐርሶናሊቲ እቶም ቀዳማይ ንሪኦም ታይፕ ኤ ፐርሶናሊቲ ዝበሃሉ ሰባት ማለት እዩ ታይፕ ኤ ፐርሶናሊቲ ዝበሃሉ ሰባት ከመይ ዓይነት ዝበሉ ሰባት እዮም ድሕሪልና እዞም ሰባት እዚኦም ብጣዕሚ እዮም ኣምቢሽስ ሰባት ወይ ከዓ ብጣዕሚ እዮም ራእይ ዘለዎም ንዝኾነ ነገር ኣቺቭ ክገብሩ ወይ ከዓ ንዝኾነ ነገር ከርክቡ ዝኸዱ ዓይነት ሰባት እዮም ማለት እዩ እዚኣቶም መብዛሕትኡ ግዜ ኣብ ምንታይ ንሪኦም እንተኢልና ኣብ ዕለታዊ መነባብሮኦም ድሕሪ ኮይኑ ክሰርሑዮም ድኸእሉ ክጎይዩዮም ድውዕሉ ታብታብዮም ክብሉ ድውዕሉ ንሓደ ነገር ክጅምርዎ ነቲ ሓደ ነገር ከዓ የበግስዎ ስለዚ ኩሉ ግዜ ጎል ኦሬንትድ እዮም ዞም ሰባት እዚኦም ንነገራት ኣችፍ ክገብሩ ዳርጋ ለይትን መዓልትን እዮም ዝሰርሑ ማለት እዩ ዳርጋ ዕርፍትስ የብሎም ማለት እዩ እቲ ካልኣይ ናይዞም ሰባት እዚኦም እንታዮም እንተልና ካብቲ ቀንዲ ንፈልጠሎም ናይዞም ሰባት እዚኦም ከ ሊኦፍተን ቸንጀጆ ማለት እዩ ኩሉ ግዜ ስራሕ ናይ ምቕያር ቸንደንሲ ኣለዎ ማለት እዩ ሕጂ እዚ ብቕልል ድበለ እንድሕሪ ርኢናዮም ኣብ ሓደ ስራሕ ናይ ምቋም ወይ ከዓ ኣብ ሓደ ነገር ኮፍ ናይ ምባል ተኽእልኦም ትሕት ድበለ እዩ እዚኣቶም ኣብዚ ንሪኦ ንኸውን ኢና መሳርሕትና ወይ ከኣ ምሳና ዝሰርሑ እንተ ርኢናዮም ኣብ ሓደ ስራሕ ዘይጸንሑ ንስኻ ኣብ ሓደ ስራሕ ከለኻስ ንሳቶም ኣርባዕተ ስራሕ ሓሙሽተ ስራሕ ዝቐያይሩ ዓይነት ሰባት ኣለዉ ስለዚ ከምኡ ዓይነት እንታይ ሽሙ ኣለዎ ማለት እዩ እቲ ሳልሳይ ናይዞም ሰባት እዚኦም ትፈልጠሉ ከዓ ዲኣር ሶ ኮምፒቲቲቭ ማለት እዩ ብጣዕሚ እዮም ኮምፒቲሽን ዝፈትዉ ምውድዳር ማለት እዩ ኣብ መንጎኦም ድሎ ቅዱስ ምውድዳር ክኸውን ይኽእል፣ ካልእ ምውድዳር ክኸውን ይኽእል። ብሓፈሻ ግን ኣዝዮም ተወዳደርቲ እዮም እዞም ሰባት እዚኦም፣ ዕረፍቲ የብሎም ንማለት እዩ። ስለዚ ናይ ምውድዳር መንፈሶም ዝለዓለ እዩ። ኩሉ ግዜ ኤክሳይትድ እዮም ንዝኾነ ነገር ገለ ነገር እንድሕሪ ተባሂሉ ኩሉ ግዜ ንዕኡ ከርክብዎ ክጎይዎ ዳርጋ ለይትን መዓልትን ዕርፍቲ የብሎም ንማለት እዩ። ናይዚኦም ጸገም ደኣ እንታይ እዩ እንተይልና ብጣዕሚ እዮም ጭኑቓት እዞም ሰባት እዚኦም ብጣዕሚ እዮም ጭኑቓት እዞም ሰባት እዚኦም ኣብ ዝሪኦም ናይ ሓሙሽተ ደቂቅ ኮፍ ተይልካ ወይ ከዓ ኣብ ዝሪኦም ንሓሙሽተ ደቂቅ ጥራይ ዘይኮነሲ ንውሑዳት ሰከት ንኹል ተይልካ ከማንሲ ሰላም ድለዎም ሰላም ደይብሎም ምዃኖም ብቐጥታ ትፈልጠሉ መገዲ ብዙሕ ነገር እዮም ዶ ርኢኻ ማለት እዩ። ስለዚ እቲ ሓንቲ ካብቲ ሓደ ናይዞም ሰባት እዚኦም ፀገም እንታይ እዩ ብጣዕሚ እዮም ርቡሻት፣ መንፈሶም ርጉእ ኣይኮነን። ንኣብነት ቡን ክሰትዩ ከለው ብዛዕባ እቲ ዝሰትይዎ ደለው ቡን ኣይሓስቡን እዮም። ብዛዕባ እቲ ኣብ ድሕሪት ገዲፎሞ ዘለዉ ዋኒን እዮም ዝሓስቡ። መግቢ ክበልዑ ከለዉ ብዛዕባ እቲ ዝበልዕዎ መግቢ ኣይርእዩን እዮም፣ እንታይ ደኣ ብዛዕባ እቲ ብድሕሪት ገዲፎሞ ዘለዉ ካልእ ነገራት እዮም ዘብሉ ማለት እዩ። ምስ ካልእ ናይዞም ሰባት እዚኦም እንታይ እዮም ኩሉ ግዜ ንዕኦም ዕርፍቲ ዌስት ኦፍ ታይም እዩ። ማለትሲ ዕርፍቲ ማለት ግዜ ምቕታል ማለት እዩ ንዕኦም። እዚ ሕጂ ኣብ ምንታይ ንሪኦ መስለኩም? ከማን ኣብዚኣ ኣጸቢቐ ክጽቕጠላ ድደሊ ኣብዚ ደገ ምስ መጻና ኣብዚ ደገ ምስ መጻና ብዙሕ ነገር ደልዮ ኣሎ ንስድራ ቤታት ብዙሕ ደልየን ኣለዋ ምስ ስድራኻ ትቕመጥ ተኾንካ ንስድራኻ ግዜ የድልዮም እዩ ምስ ስድራኻ ግዜ ክትሕልፍ ግዜ የድልየካ እዩ ንዓኻ ንሳቶም ከኣ ንዓኻ ይደልዩኻዮም the same ስለዚ ብዙሕ ግዜ ተሕልፎ እዞም ሰባት እዚኣቶም ግን እቲ ምስ ስድርኦም ድሕልፍዎ ግዜ ግዜ ኮይኑ ይረኣዮም እዩ እንታይ ዌስት ኦፍ ታይም እዩ ንኣብነት ሽዱሽተ መዓልቲ እንድሕሪ ሰሪሖም እሞ በበል ሻብዒይቲ መዓልቲ እንድሕሪ ኮፍ ኢሎም ብመንፈስ ብመንፈስ ምሳኻ የለውን ኣብታ ሻብዒት መዓልቲ ኮፍ ኢሎሙላ ደለዉ ፊዚካሊ ዴይ ኣር ፕረዘንት የስ ዴይ ኣር ፕረዘንት ዊዝ ዩ ማለት ምሳኻ ኣለዉ እባ ሜንታሊ ዴይ ኣር ኣልዌይስ ኣብሰንት ማለት እዩ ሜንታሊ ዴይ ኣር ኣልዌይስ ሳምዌር ኤልስ ማለት እዩ እዚ እዞም ሰባት እዚኦም ዋላ ኣዕሪፎም እንከለዉ ዋላ ኮፍ ኢሎም ምሳኻ ምሳኻ ማለት ከፍ ኢሎም ክዕሉ ከለዉ እቲ ኣድህቦኦም እቲ ኣቀልቦ ኣቓልቦኦም ኩሉ ግዜ ግን ዝተጠምዘዘ የለን ምሳኻ ምክንያቱ እታ ኣዕሪፎማ ደለዉ ንዕኦም እንታይ እያ ዌስት ኦፍ ታይም ወይ ከኣ ክሳራ ናይ ግዜ ኮይና እያ ትረኣዮም ስለዚ ግዜ ኣብ ግዜ ኣዝዮም ስሱዓት እዮም እዞም ሰባት እዚኦም ግዜ ኣይህቡኻን እዮም ስለዚ ኣብዚኣ ክውስኸላ ድደሊ እዚ እውን ምንጪ ናይ ኮንፍሊክት ክኸውን ይኽእል እዩ ግን ኣብ ካልእ ኣርእስቲ ከይወስደና ግን ካልእ ግዜ ቀፃሊ ንዕኡ ክንርኤ ኢና ግን መብዛሕትኡ እዋን ኮንፍሊክት ብሰንኪ ግዜ ድመፅእ እውን ኣሎ ማለት እዩ ሕልፍ ሕልፍ ኢልካ እንተሪኢኻዮ እታ ካልኣይቲ ናይዞም ሰባት እዚኦም እቲ ቀንዲ ጸገም ከኣ they can frustrated easily ማለት እዩ frustrate ወይ ከኣ ከምዚ ነገራት ምዃን እንተሓረይ ኣብዎም ቀልጢፎም እዮም frustrate ዝኾኑ ወይ ከኣ ቀልጢፎም እዮም ዝሓርቁ ቀልጢፎም እዮም ዝርበሹ ስለዚ እዚ ከኣ ሓደ ካብቲ ድዖም ንፈልጠሎም ወይ ከኣ ንዕኦም ብግቡእ ንርድኣሎም ኮይኑ ብግቡእ ንፈልጠሉ መገዲ ማለት እዩ። ታይፕ ኢ ፐርሶናሊቲ ተልናዮም ከዓ ኮምፕሊትሊ እዚኦም ከዓ ኦፖዚት ናይ ታይፕ ኤ ማለት እዩ። ዓለም ትግምጠል ኣላ እንተልካዮምሲ ወይለይ ኣነ ካብቶም ሓደ ተርፉ እየ ድኸውን እዮም ድብሉኻ። እዋእ እሞ ውሕጅ መጸካ ኣሎ ተይልካዮም ስእ ን ነዛ ናተይ ሲ ኣይተርክባን እያ ትኸውን እዮም ድብሉኻ ዎል እዚ ኩነታት እዚ ከምዚ በሃል ኣሎ ንዓ ትኮስ ኣሎ በዚ እሞ ንዓ ከይሃርመካ ተልካዮም ን እታ ናተይ ጥይት ሲ ኣይተሰርሐት እዮም እዮም ድብሉኻ ስለዚ ንዚኣቶም ጭንቂ ትበሃል ኣብ ጥቕኦም ኣይቀርም they are so peaceful ማለት እዩ ሰላም እዩ ዝርኦም እዞም ሰባት እዚኦም ሰላም እዮም ዝፈትዉ፣ ሓጎስ እዮም ዝፈትዉ፣ ዋዕዋዕታ እዮም ዝፈትዉ፣ ምዉቕ ነገር እዮም ዝፈትዉ። እዚኣቶም ኣበይ ንረኽቦም መስለኩም? መብዛሕትኡ እዋናት ነገራት እዞም ኣብ ባራት ዝውዕሉ ሰባት፣ ኣብ መዘናግዒ ማእከላት ዝውዕሉ ሰባት፣ ፋን ቤዝ ዘለዎም ሰባት ማለት ናይ ምሕጓስ መንፈስ ዘለዎም ሰባት ሆሊደይ ክኾኑ ብብዝሒ ትሪኦም። ብብዝሒ ግዜ ከጥፍኡ ኣብ ክስታይ ትርእዮም እዚኣቶም እቶም ሳቢ ፐርሶናሊቲ ዝበሃል እዮም ማለት እዩ ካልእ ከዓ ዲያርሶ ካል ማለት እዩ ዲያርሶ ካል ብቐሊሉ ክትሕርቆም ኣይትኽእልን ኢኻ ዝበልካ ኢልካ ዋላ እታ ሰነፍ ኢልካ ዋላ እታ ድርባ ኢልካ ዘሎ ሕማቕ ነገራት ቃላት ንዕኦም ወሪልካ ኣሎም ንዕኦም እንታዮም ኣይኮነን ማለት እዩ ስለዚ ኣዝዮም ኣዝዮም ኣዝዮም ሪላክስድ ዝኾኑ እዮም ብቐሊሉ ክትሕርቆም ኣይትኽእልን ኢኻ ብቐሊሉ ዋላ እስኻ ድላይካ እንተበልካዮም ንሳቶም ግን ሓረቕቲ ሰባት ኣይኮኑን ተመላለስቲ ሰባት ኣይኮኑን ማለት እዩ እቲ ንዕኦም ዘገድሶም ሰላም ኣብ ዝሪኦም ምህላው ማለት እዩ ናይዚኦም ኔጌቲቭ ነገር ከዓ እንተይልና ዲኖ ኣምብሽዮሳት እዮም ዲእኖ ኣምቢሸስ ኣትኦል ማለት እዩ በንጻሩ ናይ ታይብ ኤ ዲእኖ ኣምቢሸስ ኣትኦል ደኾነ ነገር ተበግሶ የብሎም ተበግሶ ክብል ከለኹ ንሓደ ነገር ከምዚ እባ ንግበር ከምዚ ገይረስ ከምዚ ሰሪሐ ክመፅእ ድብል ከምኡ ዓይነት ፍልፍል ሓሳባት ኣይመፆምኒ ወይ ከዓ ኣብ ኣእምሮኦም ከምኡ ዓይነት ነገራት ኢንተርተይን ኣይገበርኒ ንዖም ንሳቶም ኩሉ ግዜ እዚኣቶም ንጭንቀት ኣይደልይዋን እዮም ከርሕቕዋ እዮም ዝፍትኑ ማለትሲ ክልተ ዓይነት ጭንቀት እንድዩ ደሎ ሓደ መጠኑ ዝሓለፎ ዓይነት ጭንቀት ኮይኑ ናብ ሕማም ድመስል ነገራት ድመጽእ ገለ ነገር ኣሎ ካልእ ከኣ ገለ ነገር ካብ ምድላይ ድመጽእ እሞ ንዕኡ ካብ ምድላይ ኣጻቢብካ ናይ ምሕሳብ ድመጽእ ነገራት ኣሎ ስለዚ ኣብ ከምዚ ዓይነት ሃሉስያ እዚኣ እዞም ሰባት እዚኦም ክኣትዉ ይደልዩን እዮም ስለዚ ግን ኣምቢሽስ ኣተዋል ማለት እዩ እዚ ብካልእ ኣዘራርባ እንታይ ማለት እዩ ሕማቃት ሰባት ኢልና ንጽውዖም ማለት እዩ ብሕብረተሰብና ሕምቅ ድበሉ ማለት እዮም ኣታ እዚኦም ዳ ጥዑማት እንድዮም እንታይ እሞ እዚ ኣፈጨለ ብዘይካ ኣፉ ካልእ የብሉን ክሰርሕ ኣይትሪኦ ክበላዕ ገለ ነገር ከምስ ኣይትሪኦ ገለ ገለ ንብሎ እዚኣቶም እውን ኣብ ማሕበራዊ ናብራ እንተሪኢካዮ ምስዚኣቶም ብዙሕ ዲልስ ክትገብር ኣይትእን ኢኻ ናይ ቢዝነስ ዲልስ ምስዚኣቶም ተጌርካ ቦኺርካ ኣለኻ ምክንያቱ ንዕኦም ግዜ ደይውዳእ ደይጽንቀቕ ነገር እዩ። ግዜ ንዕኦም ደይሓልፍ ነገር እዩ። ማለትሲ ግዜ መዓት ግዜ ኣሎ በሃልቲ እዮም። ብግዜ ብግዜሲ ክስታይ ኣይኮኑን፣ ፍሬንድ ኣይኮኑን፣ ከምዚ ቴይለርድ ኣይኮኑን ብግዜ ብግዜሲ ብመቓን ግዜ ዝተገዝኡ ሰባት ኣይኮኑን እዞም ሰባት እዚኦም። ስለዚ ኩሉ ግዜ ምስዚኣቶም ቢዝነስ ዲልስ ክትገብር ኣይትኽእልን ኢኻ። ኣብ ናብራ እውን እንተኾይኑ ማለት እዩ እቶም ናብራ ትፈዶምኩም ትፈልጥዎ ከምዚኢታት ግን ኣብ ናብራ እንድሕር ኮይኑ እውን መስለኒ ብዙሕ ሽግራት እዩ ደውርድ ሓደ ሰብ እንድሕር ኣምቢሸስ ዘይኮይኑ ንናብሩ ቀዳምነት ይቡ ክሰርሕ ክልወጥ ክጎይ እንተዘይሓሲቡ ኣብታ ዝነበራ ትማል ኣብኣ ድፀናሓካ ኣብኣ ድፀናሓካ ክብል ከለኹ ከዓ መብዛሕትኡ ሰብ ሓጎስ ዝደሊ እንድዩ። ሓጎስ ምንጪ ናይ ኩሉ ነገር እዩ። ክትሕጎስ ትደሊ ኢኻ፣ ማሕበራዊ ናብራ ክትሳተፍ ትደሊ ኢኻ። ኣብ ግን ከኣ በት ሓደ ወገን ከኣ ንዕኡ ዝኸውን ነገራት ንምድላው ከኣ ሰሪሕካ ወፊርካ ክትኣቱ ክትከይድ ኣለካ። ስቴቢሊቲስ ክትፈጥር ክትክእል ኣለካ ወይ ከኣ እቲ ደድሊ ፋውንዴሽን ኣብቲ ገዛኻ ድዩ ኣብ ናብራኻ ድዩ ክትፈጥር ክትክእል ኣለካ እዚ እንተደይፈጢርካ ስለ ክትሕጎስ ዝደለኻ ጥራይሲ እቲ ሓጎስ እውን ክመጽእ ኣይክእልን። ስለዚ ሕማቕ ምዃንሲ ጽቡቕ ኣይኮነን ማለት እዩ ብካልእ ኣዘራርባ። ካልእ ጽቡቕ ጌርና ናይዞም ሰባት እዚኦም ንርዳኣሎም ነገራት ምስ ታይፕ ኤን ታይፕ ቢን ፍልልያቶም ንፈልጠሉ ነገራት ታይፕ ኤ ኩሉ ግዜ እንታይ እዮም ዋላ ብቕልል ልበለ ብሓንቲ ፉርጣ ጌርና ንድሕሪ ሓንቲ ገረብ ጌርና ንድሕሪ ክንገልጾም ፈቲና ሓንቲ ንእሽተይ ፉርጣ ወይ ገለ ኣብ ንኣብነት ኦረንጅ ንበላ ኦረንጅ ንበላ ኣራንሺ ማለት እዩ ኣራንሺ ንበላ ሓንቲ ኣራንሺ ኣብ ኣብ ላዕሊ ገረብ እንድሕር ላ ኮይና እንታይ ኩሉ ግዜ ምስ ረኣይዋ ናታ ኣራንሺ ግዜ ትበሃል የብሎምኒ ተዘባኢሶም ተጋዲሎም ተጻዲፎም ከውርድዎ እዮም ድጎዩ ማለት እዩ ታይ ቢጋ እንታይ ባሃልቲም ባጅጎ ባዓሉ መጺኡ ሓደ ማዓልቲ ንፋስ መጺኡ ከውደቃ እንዲ ስለዚሲ ንፋስ ምስ ኣውደቃ ሽዑ ንበልዓ ኢሎም ኣብ ታሕቲ ኮይኖም እዮም ዝጽበዩና ዳት ማች እዩ ዲፈረንስ ደሎ መንጎን ቢን ኣብ መንጎ ኤን ቢን ደሎ ዲፈረንስ ከምዚ እዮም ማለት ስለዚ ኮምፕሊትሊ ኣንጻራዊ ናይ ኤ ይኮኑ ኣሎ ማለት እዩ እዞም ታይፕ ሲ ፐርሶናሊቲ ድበሃሉ ሰባት ከዳኣ እንታይ ማለት እዮም እንተይልና ታይፕ ሲ ድበሃሉ ሰባት ከኣ ሞር ኦር ለስ ሲሚላር ቱ ታይፕ ኤ እባ ብርሃንስ ኣብዛ ኣብዛ ኣብዚኣ ክንፈልጣ ዘለና ኣብ ሞንጎ ኣብ ሞንጎ ታይፕ ኤን ታይፕ ሲን ተመሳሰልነት ኣሎ እቲ ቀንዲ ፍልልዮም እንታይ እዩ እንተይልና ታይፕ ሲ ዲያር ሶ ፐርፌክሽኒስት ማለት እዩ ፐርፌክሽኒስት ኢነሰንስ እንታይ ማለት እየ ንዝኾነ ነገር ብሕጊ እዮም ክኸድዋ ዝደልዩ ካብ ሕጊ ወፃኢ ክኸድዋ ኣይደልዩን እዮም ንሓንቲ ነገር ምጀመርዋ ካብ ግቡኣ ከጉድሉላ ኣይደልዩን እዮም ካብ ግቡኣ ከዓ ካብቲ ልዕሊ ግቡኣ ከዓ ክኸዱ ይደልዩን እዮም ስለዚ ልክዕ ብልክዕ ክኸድዋ እዮም ዝደልዩ ማለት እዩ ንኣብነት ናብ ሓንቲ ቦታ ክትከይድ ከለኻ በዚ ላንዶ ኣቋራጭ በዚኣ ጌርና ቆሪፅና ደይንኸይድ እንድሕር ኢልካዮም ኖእ በዚኣ እያ እታ መገዲ፣ በዚኣ እያ እቲ ፍቃድ፣ እታ ሕጊ ድፈቕዳ በዚኣ እታ መገዲ፣ ስለዚ በዚኣ ጌርና ኢና ንኸዳ እንተ ኢሎምኻ ኣየጸፉልካን እዮም ድበልካ በል ኣየጸፉልካን እዮም። ካልእ እንታይ ኣለዎም ሳብታይፕሲ ፐርሶናሊቲ እንተልናዮም ከዓ ኩሉ ግዜ ንሰባት ከሕርቑ ይደልዩን ንዕኦም ዝሕርቆም ነገራት ከዓ ኣይደልዩን ማለት እዩ ማለትሲ ምስ ካልእ ሰባት ከይሕርቁ እዮም ዝጽዕሩ ንዕኦም ክተሕርቆም ኢልካ ንስካትካ ሕጊ እንተፈጢርካ ሕስሕስ ሕጊ እንድሕሪ ስዒርካ ወይ እንድሕሪ ኣቢልካ ከኣ ብዙሕ ንሳቶም ድቅበልዎ ነገር ኣይኮነን ማለት እዩ ናይዚኦም ጸገም ደኣ እንታይ እዩ ናይስ ታይፕሲ እንድሕሪ ኮይና እንተልናካ they always run out of time ማለት እዩ እዞም ሰባት እዚኦም እንታዮም ኩሉ ግዜ ካብ ግዜ ካብ ግዜ ክሉ ግዜ ካብ ግዜ ሲ ራን ዲለይ ይኮን እዩ ካብቲ ተዋሂብዎም ዘሎ ግዜ ኩሉ ግዜ ታይም ማነጅመንት ዝበሃል ነገር የብሎም ኣብዚኦም ታይም ማነጅመንት ኣብዚኦም መፂሓ ሞይታ ኣላ ማለት እዩ ታይም ሕጂ እዚኣ ብፅቡቅ ንርዳኣ እንታይ ኣላ ፅቡቅቲ መረዳእታ ትኾነና ተምሃሮ ተምሃራይ ኮንካ ኩሉ ግዜ ኤግዛም ምስ ኣተኻ ኩሉ ግዜ ኤግዛም ብግዜ ይድልካዕ ብግዜ እንድሕሪ ዝልካዕ ኮይኑ ኣብታ ግዜ ቁጽሪ ሓደ ምጀመሩ እዞም ሰባት እዚኦም እዞም ታይፕ ሲ ፐርሶናሊቲ ኣብ ቁጽሪ ሓደ ውዒሎም ክሓድሩ ክእሉ እዮም ተደይ መሊሶማ ናብ ቁጽሪ ክልተ ክሰግሩ ይክእሉን እዮም ማለት እዩ ማለት ካልኦት ተምሃሮ እንድሕሪ ንርኢ እንተኾይንና ፍልልያት ኔርና እንዲ ገሊኦም ተምሃሮ እንታይ ይገብሩ ኔሮም ቁጽሪ ሓደ እንድሕር ኣብያቶም ነተን ዝፈልጥዎን ነገራት መሊሶም ዳሕራይ ግዜ እንተልይዎም ነቲ ዘይመለስዎ ነገራት ተመሊሶም ዶ ኣብ ታይፕ ሲ ከምኡ ዓይነት ዝበሃል ነገራት የለን ማለት እዩ ልክዕ በታ ተዋሂባ ደላ ብኣ ናይ ምቃድ ተኽእሎ ኣለዎም ስለዚ እዚ ዝፈጠሮ ሳዕቤን ከዓ ኩሉ ግዜ ብግዜ ባውንድ ኣይከኑን ብግዜ ዝተሓፅሩ ይከኑን ማለት እዩ ስለዚ ኣብ ግዜ ሽግር ኣለዎም ማለት እዩ እዞም ሰባት እዚኦም ካልእ እንታይ ደለዎም እዞም ሰባት እዚኦም ዴርኖስ ፍሌክሲብል ኣትኦም ማለት እዩ ዝተዓፃፀፉ ሰባት ኣይኮኑን ማለት እዩ ናይ ምትዕፅፃፍ ተኽእሎም ትሕድ በለ እዩ ንሓንቲ ነገር ኣብ ድኣመኑላ ኣብኣ ሞይቶም ኣለዉ ኣብ ሾሻል ላይፍ ኣብ ምንታይ ንሪኦ መስለኩም እዚ ዓይነት እዚ ነገራት ንኣብነት ሓደ ኣብ ስድራ ቤትካ ድዩ ካብቲ ማሕበራዊ ካብቲ ስድራ ቤት ናትካ ከምዚ እንታይ እታ እዚ ደይተዓጻጸፍ ገለ ገለታት ትብሎ ማለት እዩ ንኸተረድኦስ ኣዚኻ ትሽገር ማለት እዩ ዋላ ሓንቲ ነገር ጌጋ እንድሕሪ ተፈጺማ ገለ ነገርሲ ንምንታይ ከምዚ ኮይና እንታይ ተበዲላ እንታይ ስለ ዝገበርካ እዩ መብዛሕትኡ ግዜ ሳባ ኣይኮነን ልብል ማለት እዩ ካብኣ ዝውፅእ ሰብ ኣይኮነን ማለት እዩ ስለዚ እዚ ጨቅጫቃ ንብሎ ካል ኣዘራርባ ጨቅጫካ ደኾነ ነገር ስለምንታይ ከምዚኣ ኮይና ክብል ንዓኣ ድመላልሳ ዓይነት ሰብ ከኣ ናብ ታይፕ ሲ ዝኸይድ ዓይነት ፐርሶናሊቲ ማለት ኣለዎ ማለት እዩ። ኣብ መወዳእታ እዞም ታይፕ ዲ ድበሃሉ ሰባት ከዳ እንታይ ድበሃሉ እዮም? እዚኦም ከኣ ዴይ ኣር ሶ ዎርም ማለት እዩ። ዴይ ኣር ሶ ናይስ ፒፕል ማለት እዩ። ዴይ ኣር ሶ ናይስ ፒፕል ዴይ ኣር ሶ ሰንሰቲቭ ማለት እዩ። ሰንሰቲቭ ማለት እንታይ ማለት እዩ? ከምዚ ርህሩሃት ለዋሃት እዮም ማለት እዩ ለውሃት ዳዓም ዶሎ ብካልእ ናይ ካልኦት ሽግራት ኩሉ ግዜ ከም ሽግሮም ገይሮም ዝርእዩ ናይ ካልኦት ሽግራት ከም ናቶም ገይሮም ዝወስዱ ኣብ ሓገዝ ናይ ሰባት ኩሉ ግዜ ዝርከቡ ኣብ ማሕበራዊ ናብራታት ጉዳዮም ኣወንዚፎም ኣብ ጉዳይካ ክመፁ ዝደልዩ ብጣዕሚ ከኣ ለዋሃት ምሻሉ ንዝኾነ ነገር ክገብሩልካ ድኽእሉ ነገር ማለት እዩ እዞም ምስ ታይፕ ዲ ድበሃሉ ፐርሶናሊቲ እንተሓሪካ እንተቢልካ ከኣ ኩሉ ግዜ ከረጋግኡኻ ከጸናንዑኻ ንምንታይ ከምዚ ኮይኑ እንታይ ተፈጢሩ እንታይ ጸገም ኣሎ ገለ ኢሎም ንነብሶም ገዲፎም ዳርጋ መብዛሕትኡ እዋን ንካልኦት ሰባት ድንብሩ ዓይነት ሰባት እዮም እዞም ሰባት እዚኦም ናይዚኦም ቀንዲ ሽግር ደኣ እንታይ እዩ ናይዚኦም ሳዕቤን ከ ደኣ እንታይ እንተይልና ሽግራቶም ምስ ሰባት ኣይካፍሉን ሽግራቶም ምስ ሰባት ኣይካፍሉን ኩሉ ግዜ እንታይ እቲ ቀንዲ ምስ ሰባት ሸር ዘይገብሩ ሽግራቶም ስለምንታይ እዮም ምስ ሰባት ኮሚኒኬት ዘይገብሩ ሽግራቶም እንተይልካ ሓደ ቀዳማይ ሪጀክሽን ይፈርዮም ከምዚ ዘይተቐባልነት ኣብ ሶሳይቲ እንድሕር ኮይኑ ኣይ ከምዚ እንዴ ኮይነ ኣለኹ እንተ ኢሎምሲ ካብቲ ማሕበራዊ ናብራታቲ ገለ ተነጽሎ ይገጥሞም ስለ ዝፈርሑ ሓደ እቲ ቀዳማይ ነገሮም ሸር ዘይገብርዎ እዚ ነገር እዩ ካልኣይ ነገር ከኣ ንሰባት ከሸግሩኻ ኣይደልዩን እዮም እቲ ቀንዲ ናይዚኦም ካልኣይ ነገር እቲ ዳንስ ላይክ እቲ ኔጌቲቭ ናቶም ከኣ ንሰባት ናይ ምሽጋር መንፈስ ስለ ዘይብሎም ኩሉ ነገር ናብ ውሽጢ ዓቂሮም ይኸዱ እሞ ንዕኦም ተሃሰይቲ እዮም። ስለዚ ብኻልእ ኣዘራርባ እዚኦም መብዛሕትኡ እዋን ዳርጋ ንነብሶም ገዲፎምሲ ነቲ ካልእ ናይ ሕብረተሰብ ነገራት ክሕልዉ ዝነብሩ እዮም ማለት እዩ። ስለዚ እዚኤን ይመስላ ብሕጽር ዝበለ ኣዝዩ ሰፊሕ ኣርእስቲ እዩ ማለት ኣዝዩ ብሓደ እዋን ተንኪፍካ ክትወጽኦ ትኽእል ነገር ኣይኮነን ግን ከም ሃይላይት ክትሪኦ ከለኻ እዚ ትሪኦ ማለት እዩ ንምንታይ እዘን ኣርባዕተ ነገራት እዚን ከም ጨን ፈቲነ ዕላማ ኣለኒ እቲ ከምኡ ምባለይ ማለት እዩ ነዚአን ኣርእስቲ እዚአን ክብል እናሓሰብኩ ኣብዚ ምስ መፃና ኣብዚ ስደት ምስ መፃና ማለት እዩ ኩሉ ግዜ ዘይርዳእና ነገር ብዙሕ ነገር ንገብሮ ምንጪ ናይ ኮንፍሊክት ወይ ከኣ ምንጪ ናይ ባእሲ ምዕግርጋር ዝኾነና ነገር ምስቲ ሲስተም ናይዛ ዓዲ ክንከይድ ከለና ኣብዛ ዓዲ ግዜ የደልዮ ነገራት ኣሎ ንኣብነት ከምዚ ኣቐዲመ ዝበልክዎ ስድራ ግዜ የድልዮም እዩ ናትካ ውልቃዊ ናብራ ተሊካ ከኣ ንዓኻ ግዜ የድልየካ እዩ ብዙሕ ነገራት ኣሎ ስለዚ ነዚ ኩሉ እዚ ክትፈልጦ ተኾንካ ንሓደ ሰብ ነቲ ምሳኻ ድነበር ድዩ ወይ ምሳኻ ትነበር ሰብ ድያ ብምንት ክትርድእ ብግቡእ ክትፈልጣ እንተኽኢልካ ብኸመይ ዲል ምስኣ ትገብር እውን ክትፈልጥ ትኽእል ኢኻ ማለት እዩ ብኸመይ ከም ትነበር ወይ ከዓ ብኸመይ ምስኣ ኮሚኒኬት ከም ትገብር ንፈልጥ ኢና ምክንያቱ ኮሚኒኬሽን ጋብ ስለ ዘጋጥም እዩ ወይ ከዓ ናይ ምርድዳእ መንፈስ